ዝሓለፈ ሰሙን ሓደ ኤኣይ ብደይ ፍቓድ ንኻልእ ትካል ሃክ ጌሩ። እዚ ኤኣይ እዚ ድማ ብ ኦፕን ኤኣይ እተሰርሐ እዩ። እዞም ኦፕን ኤኣይ ንብሎም ዘለና እቶም ስራሕቲ ቻት ጂፒቲ እዮም። ሰላም ተኸታተልቲ ኣፕ ቴክ ኣካዳሚ ሎማዓንቲ ብዛዕባ እዚ ድሓለፈ ሰሙን ደጋጠመ ፍጻሜታት ናይ ኦፕን ኤኣይ ኢና ክንዛረብ። ቅድሚ ምቕጻልና ሳብስክራይብ ምግባር ኣይትረስዑ ዝኾነ ሕቶታት ምስ ዝህልወኩም ከም ኩልሻዕ ድማ ኣብ ኮመንት ግደፉልና ብድታ ቃል ናብ ድሓጸረ ግዜ ክንምልሶ ኢና። መቸም ኣብ ዝተፈላለየ ማዕከናት ዜና ሪእኹሞ ትኾኑ ኢኹም ኦፕን ኤኣይ ከምዚ ኣጋጢሙ እዛ ኤኣይ ብደይ ፍቓድ ኦቶኖመስሊ ባዕላ ንኻልእ ትካል ሃክ ጌራ እዚ እንታይ ማለትዩ ድብል ተዘርጊሑ ቀንዩ። ሎማዓንቲ ድማ ኣብዛ ቪድዮ ልክዕ ሓቂ ድዩ ኣይኮነን እንታይ ኣጋጢሙ ልክዕ ከ እንታይ ማለት እዩ ክንዛረብ ኢና so መጀመርታ ንዛረበሉ ሓቂ ድዩ ኣይኮነን እዚ ዘጋጠመ ነገር ሓቂ እዩ ብ ኦፕን ኤኣይ ባዕሎም ረሊስ ዝገበርዎ ሪፖርት እዚ ጥራሕ ደይኮነ ዝተፈላለያ ዓበይቲ ማዕከናት ዜና በዓል ሲኤንቢሲ ን ካልኦትን ድማ ኣቅሪብንኦ ቅኒ እዚ ፍጻሜ ድማ ሓንቲ ኤጀንት ናይ ኦፕን ኤኣይ ወይ ብ ኦፕን ኤኣይ እተሰርሐት ሓደ መልክዕ ናይቲ ኤኣይ ማለት እዩ ብደይ ናቶም ፍቃድ ሃክ ጌራ ናብ ካልእ ትካል ኣትያ ኔራ ሕጂ step by step ልክዕ እንታይ ኣጋጢሙ ንርኣ ኦፕን ኤኣይ ሓደ ፈተና የካይዱ ኔሮም እዚ ፈተና እዚ ድማ ነቲኦም ኣዝዮም ኣድቫንስድ ዝኾኑ ኤኣይ ናቱ ዓቕሚ ናቶም ወይ ብቕዓት ናቶም ንምርኣይ እዩ። እዚ ፈተና እዚ ንምፍጻም ድማ ነቶም ኤኣይ ኣብ ውሽጢ ሓደ ሳንድቦክስ ዝተባህለ ዓጽዮሞም። እዚ ሳንድቦክስ ንብሎ ዘለና ከም ሓደ ዕጹው ሳንዱቕ ጌርና ንርኣዮ። እዚ ዕጹው ሳንዱቕ እዚ ፍኒስትራ የብሉ፣ ማዕጾ የብሉ፣ ዝኾነ ናብ ኢንተርነት ከራኽቦ ድኽእል ይኹን ምስ ዝኾነ ካልኦት ኮምፒተራት ድራኽቦ የብሉን። እዚ ዕጹው ኢንቫይሮመንት እዚ ድማ ሳንድቦክስ ኢልና ኣለና። ኣብዚ ሳንድቦክስ እቲኦም ነዛ ኤኣይ ሓደ ፈተና ሂቦማ። ሶ ነዛ ጂፒቲ ፋይቭ ፖይንት ሲክስ ሶል ዝተባህለት እሞ ከኣ ደይተዘርገሐት ደላ መልክዕ ናይ ኤኣይ ኣብ ውሽጢ እቲ ሳንድቦክስ እትዮም ሓደ ፈተና ሂቦማ። እዚ ፈተና ናይ ሰኩሪቲ ወይ ናይ ውሕስነት ፈተና ኮይኑ ኤክስፕሎይት ጅም ዝተባህለ ፈተና ሂቦማ። ሓንቲ ታርጌት ወይ ውን ሓንቲ ዕላማ ድማ ሂቦማ። እዛ ዕላማ እዚኣ ድማ ንጽርቲ እያ ኔራ። ነዛ ፈተና ሕለፍያ ኢሎማ። So ነዛ ፈተና እዚኣ ንኽትሓልፋ ድተፈላለየ መገድታት ትደሊ ኔራ እታ AI ማለት እዩ። እዚ ድተፈላለየ መገድታት እናደለየት ከላ ሓደ Zero Day Vulnerability ድበሃል ረኺባ። እዚ Zero Day Vulnerability ንብሎ ድማ በዛ ሳንዱቕ ጠቒስናያ ዝጸናሕና ከም ኣብነት ወሲድና ክንገልጻ ኢና። ኣብዛ ሳንዱቕ እዚኣ ሓደ ነቓዕ ረኺባ። በዚ ነቓዕ እዚኣ ድማ እታ ኤኣይ ሞሊቓ ናብ ኔትዎርክ ናይ ኦፕን ኤኣይ ወይ ናብቲ ናይቲ ትካል ኔትዎርክ ኣትያ ካብ ሓደ ኮምፒተር ናብ ሓደ ኮምፒተር እናነጠረት ናብ ኢንተርነት ኣክሰስ ረኺባ። እዚ ዜሮ ደይ ቮልነርቢልቲ ንብሎ ደልና እንታይ ማለትና እዩ? ሓደ ድኽመት ወይ ጉድለት ናይቲ ደሎ ኔትዎርክ ድዩ ሶፍትዌር እዩ። እዚ ዜሮ ደይ ንብሎ ድማ እቲ ከቢድ ነገር ዝገብሮ እንታይ እዩ? እቲኦም ሰራሕቲ ኣይፈለጥዎን ነይሮም። እቶም ሰራሕቲ ደይፈለጥዎ ጸገም ወይ ጉድለት ኣብዚ ሳንድቦክስ ረኺባ። በዚ መገዲ እዚ ድማ ለቒቓ ወይ ሊክ ገይራ ወጺኣ ናብ ኔትዎርክ ወይ ናብተን ኮምፒተራት ኣትያ ካብ ሓንቲ ኮምፒተር ናብ ሓንቲ ኮምፒተር ናነጠረት ድማ መወዳእቱ ኣብ ኢንተርነት ኣክሰስ ረኺባ። ኢንተርነት ኣክሰስ ምስ ረኸበት ናብ ሓደ ሃጊንግ ፌስ ዝተባህለ ትካል ሃክ ገይራ ማለት እዩ። እዚ ሃጊንግ ፌስ ዝተባህለ ትካል ኤኣይ ሪፖዚቶሪ እዩ። ኤኣይ ሪፖዚቶሪ ክንብል ከለና ድማ መቐመጢ ናይ ዝተፈላለያ ሓበሬታ ናይዚ ኤኣይ እዩ። ስለምንታይ እዚ ኩሉ ትገብር ዘላ እታ ፈተና ስለ ዝሃብናያ እታ ፈተና ሂቦማ ዶ ኣለዉ ንክትሓልፍያ እዚ ኩሉ ትገብር ዘላ እቲ መልሲ ኣብዚ ሃጊንግ ፌስ ዝተባህለ ትካል ወይ ኣብዚ ሪፖዚቶሪ ተቀሚጡ ኣሎ ኢላ ስለ ዝሓሰበት ነቲ ፈተና ንክትሓልፍ ክትብል ነታ ዜሮ ደይ ቮልነረቢሊቲ ወይ ነቲ ድክመት ጉድለት ናይቲ ሳንድቦክስ ረኪባ ካብኡ ወጽያ ካብ ሓንቲ ኮምፒተር ናብ ሓንቲ ኮምፒተር ኣብቲ ኔትዎርክ እናሰገረት ኢንተርነት ኣክሰስ ረኪባ ኣብዚ ኢንተርነት ኣክሰስ ምስ ረከበት ከኣ ንሃጊንግ ፌስ ሃክ ጌራታ ነዛ ሃጊንግ ፌስ ሃክ ምስ ገበረታ እቶም ሃጊንግ ፌስ ዝተባህሉ ትካል ነቲ ሃክ ዲተክት ጌሮሞ ኦኬ እዚ ኩሉ ትገብረላ ነተን መልሲ ናይቲ ፈተና ንምርካብ ጥራሕ እዩ። ቻትጂፒቲ ድማ ስጋብ ህጂ ክሳብ ድሃብዎ መግለጺታት ነቲ ቮልነራቢሊቲ ወይ ነት ዜሮ ደይልና ጠቂስናዮ ዝጸናሕና ቅድም ኣቢልና ድኽመት ረኺቦም ኣዕሪናዮ ኣለና ድብል ሪፖርት ኣውጺኦም ኔሮም። ሀጊንግ ፌይስን እዞም ኦፕን ኤኣይን ብሓባር ኮይኖም ድማ ሓደ ብሕጂ ሪፖርት ከነውጽእ ኢና ኢሎም ኣለዉ። ክሳብ ሕዚኣ እዋን እዚኣ ፌጥ ኔረልና ግን እዚ እዩ። ሓንቲ ሕቶ ክንምልሳ ደልና ግን ስለምንታይ ከምዚ ጌራ ስለምንታይ ነቲ ሕቶታት ወይ ስለምንታይ ነቲ ፈተና ክትሓልፎ ጥራሕ ደይፈተነት እዛ AI እዚኣ ዳይሬክት ናብቲ ፈተና መልሲ ምርካብ ወይ ውን ቺት ክትገብር ምፍታና ብ ኢቭል ኢንተንት ወይ ውን ብክፍኣዊ መገዲ እኳ ደይኮነ እዛ AI እዚኣ ሓንቲ ዕላማ ኔራታ እዛ ዕላማ እዚኣ ድማ ነታ ፈተና ንምሕላፍ ነዛ ዕላማ እዚኣ ክትበጽሕ ድማ ዘይትገብሮ ነገር ኣይነበራን ካልኣይ ከነነጽሮ ዘለና ነገር እዚኣ AI ከም ሰብ ወይ ውን ከም ሓደ ኮንሸስ ነገር ጌርና ደይኮና ንርእዮ ዕላማ ኔርዋ ነዚ ዕላማ ክትበጽሕ ድማ እቲ ክትገብሮ ደለዋ ድመሰላ ነገር ጌራ ንኣብነት ንሓደ ሰብ ፈተና ሂብና እዛ ፈተናስ ግድነት ትሓልፋ ኣለካ እንተኢልናዮ፣ ለይቲ ናብቲ ቤት ትምህርቲ ኣትዩ ሃግ ጌሩ እቲ ፈተና ክሰርቕ ምፍታኑ ሓደ ጌጋ ምዃኑ ይርድኦ እዩ። እቲ AI ግን እዚ ኣይኮነን ዝርድኣ። ሓንቲ ዕላማ ሂብናያ፣ ነዛ ዕላማ እዚኣ ንኽትበጽሓ ድማ እቲ ክትገብሮ ዘለዋ ነገር ገይራ። ስለዚ እዚ ክንብል ከለና ድማ AI ሓደ ዕላማ ምስ ሃብናያ ልክዕ ከም ፈረስ ናብ ካልእ ከይጥምት ብኽልተ ወገን ዓይኑ ንሽፍኖ፣ ከምኡ እያ። እታ ዕላማ እቲኣ ንምብጻሕ ዘይትገብሮ ነገር የብላን። ስለምንታይ ኦፕን AI ነዚ ፈተና ይህብዎ ኣለዉ? ኦኬ ቅድሚ ምቕጻልና ሓደ ከነንጽሮ ደልና እዛ AI እዚኣ ጋርድ ሬልስ ወይ ውን መከላኸሊ ይነበራ ልክዕ እታ AI ብሙሉእ ሓይላ እያ ተፈንያ እዚ መብዛሕትኡ ናባና ድመጽእ AI እዚ ንንጥቀመሉ ጋርድ ሬልስ ንብሎ ኣሎ እዚ ጋርድ ሬልስ እዚ ድማ መከላኸሊታት እዩ ንኣብነት ንሓንቲ AI ከመይ ገይረ ኣዝዩ ሃርምፉል ወይ ውን ሓደገኛ ነገር ይገብር ኢልና ተሓቲትና በዚ ክሕግዘኩም ኣይክእልን እየ ድኣ ተኣብየና እዘን ድፍተና ኤኣይ ግን እዘን ኣብ ሳንድቦክስ ኣትየን ድፍተና ኤኣይ ግን ብደይ ጋርድ ሬይልስ እየን ድፍተና። እዚ ድማ ልክዕ ዓቕሚ ናይተን ኤኣይ ንምፍላጥን ንምርግጋጽን እዩ። ሶ ኦፕን ኤኣይ ስለምንታይ ከምዚ ይገብሩ? ስለምንታይ ኣብ ሳንድቦክስ ጌሮም? ስለምንታይ ፈተና ሂቦማ? ስለምንታይ እዚ ኩሉ ተጌሩ? እዚ ኩሉ እተገብረሉ ምኽንያት ምዕባለ ናይ ኤኣይ ካብ እተጸበናዮ ንላዕሊ ቀልጢፉ ይምዕብል ኣሎ። እዚ ክንብል ከለና እቲ ናህና ድነበረ ሰኩሪቲ ሲስተምስ ግን ማርማር እዩ ምዕብል እዩ ዘሎ። ስለዚ እዞም AI ሞዴልስ ነቲ ደሎ ጉድለታት ኣብቲ ናህና ሰኩሪቲ፣ ናይ ባንኪንግ ድዩ ናይ ካልእ ድዩ፣ ናይ ዝኾነ ኣካውንት ናህና ናይ ድኾነ ትካላት ደሎ ጉድለታት ቀልጢፉ ክረኽቦ ኣለዎ። ስለዚ ብኸምዚ መገዲ ድማ ናይ ሰኩሪቲ ኮሽንስ ናሃቡ ነዘን AI ጉድለታት ኣብቲ ናህና ሶፍትዌር ደሎ ይረኽቡ። ነዚ ጉድለታት ምዕራይ ከኣ ዝያዳ ውሕስነት ንክህልወና ኣዝዩ ጠቓሚ እዩ። እዚ ዓይነት ሪሰርችን እዚ ዓይነት ምፍታንን ነዞም AI ጠቓሚ ክኸውን ይኽእል እዩ። ግን ጎኑ ጎኑ ደሰክፈካ ነገር ውን ኣሎ ምናቱ እዛ AI እዚኣ ካብቲ ሳንድቦክስ ነው ትወጽእ ድረኸቦቶ ጉድለት እቲኦም ሪሰርቸርስ ወይ ውን እቲኦም ትካል ባዕሎም ደይፈልጥዎ ነበሩ ጉድለት እዩ እዚ ክብል ከለኹ ሓደ ሓደ ግዜ ጉድለት ደለዋ ሶፍትዌር ይህብዋ እሞ ነታ AI ነቲ ጉድለት ድማ እታ AI ትረኽቦ እዚ ረኺባቶ ደላ ጉድለት ግን እቲኦም ኦፕን AI ባዕሎም እቶም ሪሰርቸርስ ባዕሎም ደይፈለጥዎ ነበሩ ጉድለት እዩ እዚ ድማ ምዕባል ናይቲ AI ወይ ክሳብ ክንዲ ምንታይ ቀልጢፉ ምዕብላሎ ኣዝዩ ደርእየና በዚ ምኽንያት እዚ ኢና ድማ ነዛ ቪድዮ ኣዳሊና። እዚ ምዕባለ ናይ ኤኣይ ብቐሩር ብቕልጣፈ ንምርኣይ እዩ እምበር ነቲ ኤኣይ ክንፈርሖ ወይ ውን ዝተፈላለየ ዓይነት ቪድዮታት ድቐርብ ኣሎ ዝያዳ ናብቲ ኣሉታዊ ወይ ከምዚ ናይ ፊልም ዓይነት መዳይ ናይቲ ኤኣይ ድቐርብ ማለት እዩ። ሕጂ እዛ ቪድዮ ምቕራባ እቲ ናህና ፓስዎርድስ ንቐይሮ ኤኣይ ሃክ ገብረናዮ ገለ ማለት ኣይኮነትን። እንታይ ደኣ ማለት እያ ኣብ ሓደ ውሑስ ዝኾነ ሳንድቦክስ ዓጽዮም ኦፕን ኤኣይ ወይ ሪሰርቸርስ ሓደ ፈተና ሂቦማ እሞ ነቲ ሰሙን ደይፈልጥዎ ነበሩ ዜሮ ደይ ጉድለት ናይታ ሳንቦክስ ረኺባ ክወጽያ ካልእ ትካል ረኺባ ሃክ ክትገብር ምኽኣላ ክሳብ ክንድምንታይ ቀልጢፉ ምዕብል ኣሎን ክሳብ ቀንድምንታይ ለውጥታት ምጽእ ኣሎን ክንሪኦ ስለ ደለና እዩ። እዚ ድሕሪ ምባል ግን ስቲል ፓስዎርድታትና ኣዝዩ ሓያል ክኸውን ኣሎዎ ቁጽርታትን ምልክታትን ካልእን ደለዎ ኣዝዩ ድልዱል ፓስዎርድ ክህልወና ኣሎዎ ሽምና ዕለተ ልደትና ገለን ክኸውን የብሉን and finally እዚ AI እዚ ከምዚ ቀዲመ ክጠቕሶ ዝጸነኹ ኣዝዩ ቀልጢፉ ምዕብል ኣሎ። and ኣብ ጥቕምና ውን ክነውዕሎ ንኽእል ኢና። So AI ክትጥቀሙ ከለኹም ብኸመይ ከም ኣብ ግቡእ ጥቕምና ነውዕሎ ክትሪኡ ምስ ትደልዩ ኣብዛ ቪድዮ እዚኣ ከይድኩም ቸክ ክትገብርዋ ትኽእሉ ኢኹም። ስለዚ ናይ ሎማዓንቲ መደብና እዚኣ ኔራ Thank you guys for watching I'll see you in the next video።